ሽኮረይ ፖድካስት ንሽኮሪናታት ሽኮረይ ፖድካስት ነቲ ነብሲ ወከፍ ፍጡር ኣብ ዝተፈላለየ ዕድመ ኣብ ዝተፈላለየ ሃገር ኣብ ዝተፈላለየ ግዜ ዝሓልፎ ናይ ዝምድና ሓዳር ቁርዕ ምውላድ ቆልዑ ምዕባይ ዝተፈላለዩ ዕድማት እንዳምፀ ብዛዕባኡ ዝተፈላለዩ ሓበሬታት ካብ ህዝቢ ናብ ህዝቢ ዝሕልፍ ፖድካስት እዩ ሽኮሪ ፖድካስት ኣብ ሽኮረይ ዩቱብ ከምኡ ድማ ኣብ ሽኮረይ ስፖርትፋይ ይርከብ ኣብ ክልተ ሰሙን ሓንቲ ግዜ ዝዝርጋሕ ኮይኑ ሽኮረይ ፖድካስ ንኩሉ ንኩሉ ኣብ ኩሉ እዩ ዝርከብ ዝበዝሓ ደቂ ኣንስትዮ ሲንግል ፖድካስ ስለዚ ዝበዝሓ ስቤልን እየን ደቀን ዘዕብያ ሕጂ ገለ ሰብ ተመሪዑ እፋታሕ ዝንቡር ነገር እዩ ገለ ሰብ ከዓ ብሓንሳብ ከለዉ እቶም ሰብኡት ኣካል ዓዲ ክመጡ ተናንሳ ኣካል ዓዲ ክመጡ እዚስ ማዕረ ክንደይ እዩ ጎዳኢ ሕጂ ኣብቲ ቆልዓ ተምጽኦ ሳዕቤን ን ኣብታ ጓል ኣንስተይቲ ዘሎ ጽዕነት ሕጂ ኣነ ሓንቲ መሓዝያ ኣላ ዝፈልጣ ብቐረባ ማለት እዩ ክጥቆ እዮም ዘለዋ ሕጂ ኣይትመሃርን እያ ምክንያቱ ክትመሃር ኣይትኽእልን እያ ተረዲኹ እቶም ቆልዑ እቶም ዕድመ ናቶም ፍልልዮም ዘለዎም እኳ እኳ ኣይትርእዮም ብጣዕሚ እዩ ፍልልይ ዘሎ ዳርጋ ናይ ሰለስተ ዓመት ፍልልይ ኣለዎ ስለዚስ እቲ ንእሽተይ እቲ ሓደ ንእሽተይ እቲ ሓደ ዓብዪ ማለት እዩ ሕጂ ኣብ ዝኾነ ኣጋጣሚ ምስ ሪኣ ኣስቤዛ ንክተምጽእ እያ ማራ ትሽገር ኣዚስ ከምዚ ሕሰብዮ ኣስቤዛ ንክተምጽእ ትሽገር እንተ ኮንካስ በቃ ዳርጋ እቲ ግዜኻስ ታይ በሃል ኮይኑ ማለት እዩ ሕጂስ ስለምንታይ እዩ ከምዚ ዘጋጥም ዋዩ ኣብ ዝተፈላለዩ ደቂ ኣንስትዮ ራስ ከምኡ ዘጋጥም ሕጂስ ምስ ምንታይ እዩ እዋይ ዳኒ ሓወይ ኣነ ከም ሰላም ክምልሳ እንተኮይነ ኣነ ሲንግል ማም ኣይኮንኩን እንዴ ሰብኣየይ ኣሎ ግን ኣብ ኢንግላንድ ኣሎ ኣብታ ዝመጸላ ኣምላኽ መስገን ብጣዕሚ ንፉዕ ይሕግዘኒ እዩ እቲ ዘድለየኒ ነገር ይገብረለይ እዩ ግን እቲ ናይ በበይንኻ ምዃን እቲ ናይ ዘይምህላው ሰብኣይካ ገለ ቅሩብ ክምልሶ ኣይክእልን እየ ምሳይ ክሳብ ዘሎ ማለት እዩ ግን እንታይ እዩ እቲ በበይንኻ ዓዲ ምህላው ኣብዚኣ ግን ኣነ ክምልሳ ክእል እየ ያእ የጋጥም እዩ ኣጋጢሙኒ ማለት እዩ እቲ ንዓይ ኣምላኽ ዝቐረበለይ ሰብሲ ኣብ ካልእ ዓዲ ኣሎ ማለት እዩ ኣብ ኢንግላንድ እዩ ዝቕመጥ ግን ያ እታ በይንኻ ኣብዚኣ ምቕማጥ ግን እታ ሓንቲ ማራፅ ዘላ ምጥርናፍ እያ ክሳብ እቲ ፕሮሰስ ወዲእካ ትኸይድ እያ እታ ሓንቲ ነገር ማለት ወይ ንሱ ናብዚ ክመፅእ ወይ ኣነ ናብኡ ክኸይድ ማለት እዩ ግን እቲ በይንኻ ምዃን ግን ያእ ኣይ ዶኖ ምሽ ከምዚ ክምልሳ ኮን ክትከብደኒ እያ ማለት እዩ ግን ከቢድ እዩ ሕጂ ኣነ ከም ምሽ ኣብዚ ኣብ ዘየሎ የሉ እሱ መጽዩ ግን ሕልፍ ኢልካ እዩ ስለዚ እሱ ዘየለ ኣነ ክዝገብሮ ነገራት ብዙሕ ዝጽግመን ኣሎ ሕጂ ሓንሳብ ሓንሳብ ተሓመን ንቆልዓ ከኒና ይደሊ ወይ ዝኾነ ነገር ንቆልዓ ዘድልየኒ ነገር ኣሎ መሓዝተይ ኣለውኒ ኣምላኽ መስገን ዝሕግዙኒ ሰባት እውን ኣብ ጎድነይ ኣከባቢያ ኣለዉ ግን ኣብታ ሰዓት እዚኣ ትምህርቲ ክህልዎ ክእሉ ስራሕ ክህልዎ ክእሉ ከምዚኣ ግበርለይ ክብል ኣይክእልን እየ ይጽግመኒ ዩ ብጣዕሚ ሓደ ግዜ ዘጋጠመንስ ሜሎዲ ብጣዕሚ ተጸሊእዋ ረስኒ በርቲዕዋ ደገ ሒዘያ ክወጽእ ኣይክእልን ኣብታ ሰዓት እቲኣ ከምዚኣ ኣብዚኣ ተይተሓቂፋ ማለት ዩ ጎረቤተይ ኣሎ ዋሳብ ገይረ ከምዚኣ ኮይና ኣባ ጓለይ ኣብዚ ኩራድፋት ኬድካስ መድሃኒት ኣምጻለይ እዚ ከኒን ኣምጻለይ ምስ በልኮስ ኣጋይሽ ኣለዉኒ ኢልኒ ራኣዮ ሕጂ ማዕረ ክንደይ ክብደቱ ኣከባቢኻ እሱ ኣሎ ምሽ ንዑ ሓቲትካዮ ከምኣ እንተኢልካሲ በቃ ኣብቲያ ሻምዓት ብጣዕሚ በኸየ በቃ ምሽ ከምዚ ኣከባቢይ ሰብ ዘይብለይ ብምዃነይስ ኣብታ ጥቓይ ማለት እዩ ዋላ ልእኽ ኣቢለ ዘምፀለይ ሽዑ ንሰብኣየ ዘኪረ ማለት እዩ ስለምንታይ ኣብዚ ምሽ ከምዚ ቁሩብ ከቢድ ምዃኑስ ኣብታ ሰዓት እያ ተረዲእኒ ማለት እዩ ስለዚ ከቢድ እዩ ኣይ ዶንት ኖው እቲ ሰብኣይካ እቲ በበይንካ ምዃን ምፍልላይ በበይኑ እዩ እቲ ኣብ ካልእ ዓዲ ዘሎ ግን እቲ ናትካ ክስታይ እዩ ዝሓትቶ ማለት ጽባሕ ንግሆስ ንውላድካ ክትብልስ ግድን ክትጠራነፍ ኣለካ ይብል ኣነ
ማለት ሲ ሓቂ ዘረባ ከቢድ ማለት ኣነ ሲንግል ማም እየ ከምዚ ምሻሎ ገሌስ ኣነ ጥራይ የዕብያ ማለት እዩ ተረዲኻኒ ሕጂ እቲ ዝኸበደ ነገር ኣባይ ኣይኮነን ከቢድ ተረዲኻኒ ንዓይ ኣይኮነን ከቢድ ንጓለይ እዩ ከቢድ ተረዲኻ ከምቲ ዝበልካዮ እወ ናይ ሓገዝ ገለገለ ኣሉ ከምቲ ዝበልካዮ ልዕሊ ዝኾነ ነገር ግን ንጓለይ እዩ ከቢድ ማለትሲ መቐረት ኣቦ ወይ ፍቕሪ ኣቦ እንታይ እዩ ገለስ ወላ ሓንቲ ነገር ኣይትፈልጥን እያ ኣብ ማይድብሽ ኣሎ ኣባና እንታይ ኣሎ መሲልካ ኖርማል ክንዲ ቦን ኣደም ኮይነ ከዕብያ ይክእል እየ ይብለካ ዝኮነ ሰብ ኣነ ኣደይ ናይ ኣደ ፍቅሪ ጥራይ እየ ክህባ ዝክእል ናይ ጓለይ ማይሲ ናይ ኣቦ ፍቅሪ ሲ ወላ ክንዲ ዘዕበኩ የዕብዮ እቲ ናይ ኣቦ ፍቅሪ ክህብ ኣይክእልን እየ ንጓለይ እዚ ምሽ ዝኮነ ነገር ክፈልጦ ዘለዎ ማለት እዩ ኣብዚ ምሽ ክንዲ ቦን ኮይና ንኣደ እንዲ ኣዕብያትኒ መቐረት ኣቦ እንታይ እዩ እስኪ ከረዳ ኣይክእልን እየ ንጓለይ ክህብ ኣይክእልን እየ ተረዲኻና እቲ ኣነ ናይ ኣደ ጥራይ እየ ክህባ ዝክእል እቲ ናይ ኣቦስ ክሽፍኖ ኣይክእልን እየ ምናልባት እወ ኣብቲ ንዓ ዘድልያ ነገር ኩሉ ነገር ክንድባን ኣደኣን ኮይኑ ክገብረላ ይክእል እየ እቲ ፍቅሪ ግን ናይ ኣደ ፍቅሪ ጥራይ እዩ ክባ ዝክእል ናይ ኣቦኣ ፍቅርስ ኣነስ ክብ ኣይክእልን እየ ተረዲእካኒ ሕጂ ኣባና እንታይ ኣሎ መሲልካ ከምዚ ንዓና ክጥዕመና ኢና መስለኒ ኩሉ ነገር ንገብሮ ማይት ብኣና ኢና ብኣና ንሓስብ ኮይኑ ይስምዓኒ በቶም ቆልዑስ ዘይንሓስብ ኮይኑ ይስምዓኒ ማለት ምናልባት ሕጂ ያእ ዘይምስምማዕ ክመጽእ ይኽእል እዩ፣ ተረዲእኻኒ፣ ዘይምርድዳእ ክመጽእ ይኽእል እዩ፣ ገለ ኣብቲ ንውስነሉ ወይ ኣብቲ ንፈላለየሉ ግንሲ ብደቅና ዘይኮንና ሓሲብና ንፈላለስ ብነብስና ሓሲብና ንፈላለ ኮይኑ ይስምዓኒ ኖርማል ማለት ኣብ ብዙሕ ነገር ትሪኦ ማለት ተረዲእኻኒ ኖርማል ካብኡ ተፈልየሞ እንታይ ጸገም ኣለዎ ገዛይ ኣለኒ ገንዘበይ ኣለኒ እንታይ ይሽገር ዝብለካ ሓደ ሰብ ዝኾነ ተረዲእኻኒ ንዓኣ ኖርማል ክኸውን ይኽእል እዩ፣ ነቶም ቆልዑ ግን ኖርማል ኣይኮነን። ተረዲእኻኒ? ሓደ ቆልዓ ካብ ካብ ኣቡኡ መንጢልካ ክትወስዶ ወይ ትፋቕሮ ኣቡኡ ክትነፍገሉ ተረዲ እቲ ዝኸበደ ነገር እዩ። ነቲ ቆልዓ እዩ ኢኻ ትሃስዮ፣ ነቲ ቆልዓስ ዘይወጽእ ስምብራት እዩ። ማለት ኣነ ብዘይ ኣቦ ምዕባይ ኣነ ኣምላኽ ይመስገን ምስ ኣቦይን ምስ ኣደይን እየ ዓብየ ተረዲእኻኒ? ፍቕሪ'ቦ ከመይ ምዃኑስ ጽቡቕ ገይረ ይፈልጥ'የ። ጓለይ ግን ክሪኣ ከለኹ ብፍቕሪ'ቦ ከምዚ ምሽ ብዘይ ኣቦ ምዕባያ ከመይ ትኸውን ኣላ ክሪኣ ከለኹስ ብጣዕሚ እዩ ዝስማዓኒ። ዝኾነ ነገር ኣነ ዝኾነ ቆልዓሲ ብዘይ ኣቦኡ ክዓብስ ፍቓደኛ ኣይኮንኩን። ትብለኒ'ያ ወላ ሓደ ሓደ ግዜ ማይቲ ጓለይ ጓል ሸውዓተ ዓመት እዩ ቀሪባ ኣላ ንምንታይ ኣቦ ዘይህልወኒ ትብለኒ'ያ። ማይሲ ንምንታይ ኣቦይስ ምሳይ ዘይህሉ ትብለኒ። የረድኣኒ ከኣ ከምዚ ከምዚ እዩ እቲ ጸገም ከምዚ ከምዚ እዩ ከምዚ ኣብዚ የለን ኣብዚ ዓዲ የለን ኣብዚ ኤሮፓ የለን ገለ ምሳና ክህሉስ ኣይክእልን እዩ። ላብዚ ኤሮጳ ከሎስ ኬድካ ገለ ክትራኸባ ትኽእል ኢኻ ገለ ተረዲኻኒ ያ። ግን ብቐረባ ክመጻናስ ኣይክእልን እዩ ንዓና ማለት እዩ ከምዚ ከምዚ ስለ ዝኾነ እዩ ከምዚ ከምዚ እሞ ኣነ ኣቦ ይደሊ ኣለኹ ክትብለካ ኦኬ በቃ ሓራይ ገለ ገለ ሕጂ እቲ ማይት ንሶም እቶም ቆልዑ እንታይ እዮም ዝርእዩ ኣብ መውዓሊ ድዩ ኣብ ትምህርቶም ድዩ ምስ ደቂ ክላሶም ያ። ክውዕልሉ ከለዉ ባባየ ንዓይ ከምዚ ገይርለይ ባባየ ንዓይ ከምዚ ገይርለይ ባባየ ምስ ባባየ ናብዚ ወጺእና ባባየ ባባየ ባባየ ክድገም ከሎ እቶም ቆልዑ ከኣ ኣነ እኮ ወላ ካብቲ ቦኣ ዝገብረላ ንላዕሊ ክገብረላ ይኽእል እየ ግን እቲ ኣቦኣ ዝገብረላ ወላ ኣነ ንኣብነት ዝዓበየ ነገር ኣምጼላ ኣቦኣ ንእሽተይ ነገር ተምጺላ እታ ኣቦኣ ዘምጻላ እያ ትርኢ ተረዲእኻኒ ሕጂ እቲ ኣቦኣን ኣቦኣን ኣዲኦም ሒዞም እቶም ቆልዑ ናብ ትምህርቲ ድዩ ናብ ዝኾነ ነገር ክኸዱ ከለው ተረዲእኻኒ ዝስምዓ ቅንኢ ወይ ዝስምዓ ክሳይሲ ትርእዮ ኢኻ ንስኻ ብጣዕሚ እዩ ዘሕርቐካ ወይ ክሳይ ዝገብረካ ማለት እዩ ማይሲ ብዘይ ፍቕሪ ኣቦ ምዕባይሲ ከቢድ እዩ ሓቂ ዘረባ ሕጂ ኣብቲ ኣብቲ መፍትሒ ድዩ እቲ ኣገዳሲ ነገር ሰብዚ ብናቱ ሓሲቡ እዩ ዝፈላለ እዚስ ብዛዕባ ደቁ ሓሳብ ኣለዎ ሕጂ ፍቅሪ እንተዘይብልካኸ ደቂ ካልካስ ሓሳብ ክትነብር ትኽእል ን ከመይ ጌርካ
ዘይኮነ ከምዚ ምሽ ኣሎ ከምዚ ኣሎ እንዲዩ ከምዚ ንደቂ ካልካ ትኸፍሎ መስዋእትታት ኣሎ ማይት ወላ ንኣብነት ኣንተ ወይሲ የገጸልካ ነይረ ናይ ኣዴታትና ማለት እዩ ከምዚ ንቃል ኪዳንካ ንደቅካ ኢልካ ትከፍሎ መስዋእቲ ኣሎ ተረዲካኒ ንሱ ተከፊልካዮ ጽቡቅ እዩ ተረዲካኒ እንተዘይ ኮይኑ ምስቲ ሰብ ክትሰማማዕ ዘይትክእል ተኮይንካ ጸገም የለን ዝጸግዕካ ክትሕዝ ትክእል ኢካ ተረዲካኒ ግን ሓበራዊ ክትኮንካ ክትዕብዮም ትክእል ኢካ ተረዲካኒ እቲ ሰብኣይሲ ከም ደስ ዝበሎ ደቁ ክርኢ ደቁ ከዕቢ ኣብ ደስ ዝበሎም ክወስዶም ገለስ ክፍቀድ ኣለዎ ኣብዚ ዓዲ እንታይ እዩ ተተፈላሊካሲ ኣብ ገለ ገለስ ብሰዓታት ደቅኻ ተርእዮም። ነብኡሲ ብሰዓታት ተርእዮ ወይ ብግዜያት ተርእዮ ተረዲእኻ ኣሎ ወይ ኣብ ሰሙን ሓንቲ ግዜ ወይ ኣብ ሰሙን ክልተ ግዜ ገለ ንስኻ ክትፈላለ ትኽእል ኢኻ ግዴታ ኣይኮነን በቃ ንደቅኻ ኢልካ ብሓንሳብ ክትነብር ማይ ዝግድደካ ነገር የለን ዝኽፈል መስዋእቲ ኣሎ ንዕኡ ከፊልካ ብሓንሳብ ክትነብር ተኽኢልካ ጽቡቕ እዩ ተረዲኻኒ ኣይከኣልካ ምስቲ ሰብ ክትሰማማዕ ኣይከኣልካን ግን ተረዳዲእኻ ደቅኻ ተዕቢ ተረዲኻን ብምርድዳእ በቃ ከመይ ክተዕብዮም ኣለካ ማለት ሲ ጽባሕ ንኮስ ንዓኻ እዩ እቲ ትኾን ነቶም ቆልዑ ተኾይኖም ሲ ንዓኻ እዩ ጓሂ ነቲ ኣደ ወይ ነቲ ኣቦ እዩ ጓሂ ተረዲእኻኒ ሕጅስ ኩሉ ግዜ ሲ ወላ ተፈላለ ደኣ እምበር ኩሉ ግዜ እቲ ኣቦስ ምስ ደቁ ክህሉስ ከተፍቅደሉ ኣለዋ እታ ሰበይቲ ኣብ ላዕሊ ተባዕ ምስ ትፈልጦ ኩሉ ብፍቓድ ናይታ ሰበይቲ እዩ ዝኸውን ኩሉ ኣብታ ሰበይቲ እዩ ዝምርኮስ ሕጅስ በታ ራይ ምስኡ ክትነብር ኣይትድለ ጸገም የለን ተረዲእኻኒ ምስኡ እያ ክትነብር ዘይደሊ እምበር ካልእ ሰብኣይ እውን ከተምጽእ ትኽእል እያ ተረዲእኻኒ ሕጅስ ነቶም ቆልዑስ ምስ ኣቦኦምስ ከም ድላዮም ናጽነት ክትቦም ኣለዋ ደስ በሎም መጽዩ ክርእዮም ኣለዎ ወዱ ከም ደስ ዝበሎ ክገብር ኣለዎ ከማን ሓለፍነት ከተሰክሞ ኣለዋ ተረዲእኻኒ ወላ ትፋላለ ደኣ እምበር ንዓ ደቅኻ ከምዚ ኮይኖም ኣለዉ ከምዚ ንግበር ንዓ እዚ ቆልዓ ከምዚ ይብለኒ ኣሎ ከምዚ ክኸውን ኣለዎ ሓንቲ ኢላ ዝሰማዕክዋስ ሰናይት እያ ትብሃል ኣብ ኢግላንድ እያ ትቕመጥ ተረዲእኻኒ ኣብ ካምፓላ ገለ ከማን ከምዚ ዝኾነ ነገር ኣውጽኣ ኣላ ተረዲእኻኒ ሕጂ ንሳ ይሰምዓ ነይረስ ንደቃ ክትፍል ዝኸብ ማይት ምስ ሰብኣያ ኣይተሰማማዕን እያ ማይስ ኣይተሰማምዐትን ተፈላለያ ግን ንደቃ ክትብል ዝከፈለቶ መስዋእቲ ኣብ ሰብኣያ ክሪኣ ከለኩስ ብጣዕሚ በቃ ከም ምሽ ትሕበን ገለ ነገር ኣይ መስ ሰብኣያ ተመርዒዩ ናብ ካልእ ሰበይቲ ምስ ካልእ ሰበይቲ እዩ ዝነብር ገለ ግን ንሳ ምስ ሰብኣያ ከም ዝተፈለለየት ኣይኮነት ትነግሮም ነራ ንደቃ ዝኾነ ነገር ክጋጥም ከሎ ደቅካ ከምዚ ኮይኖም ንዓ ከምዚ ክትገብር ኣለካ ከምዚ ይኸውን ኣሎ ከምዚ ክትመጽእ ኣለካ ከምኡ በቃ ወላ ተፈላለ ወላ ህይወትካ ምራሕ ዘራክበካ ነገር ኣሎ ተረዲኻኒ ተፈላለዩ ክትፈላለዩ ትኽእል ኢኻ ደቅካ ክሳብ ዘለዉ ማለት እዩ ኣብቲ ዘድልዮም ንደቅኻ ከኣ ኣእ ይደልዩ ኣለዉ ደቅኻ ንዓ ምጻእ ከምዚ ይኸውን ኣለዎ ደቅኻ ከምዚ ይገብሩ ኣለዉ ማይስ ምስ ዓበዩ እኮ ዝኾነ ክጋገዩ እዮም ተረዲኣኻን ወላ ዘይክትስምዖም እኮ ትኽእል ኢኻ ከምዚ ይኸውን ኣሎ እሞ ከምዚ በሎም ከምዚ ይኸውን ኣለዎ እሞ ከምዚ ግበሮም ማይስ ምርድዳእ ጥራይ እዩ ወሳኒ ግድን ኣይኮንካን ንደቅኻ ኢልካ ብሓንሳብ ክትነብር ተረዲኣኻኒ ተፈላሊኻ ግን ክትረዳዳእ ኣለካ።

እታ ጓል ኣንስተይቲ እውን ምሽ ከምዚ ንፍዕቲ እንድሕር ኮይና ማለት እዩ ገለ ነገር ኣሎ ንሳ ትኸፍሎ መስዋእቲ ንውላዳ ክትብል ማለት እዩ እቲ ሰብኣይ ቀንዲ ምሽ ከምዚ እንድሕር ኣብቲ ምፍልላይ ተበፂሑ ሲ ሓላፍነት ክስከም ዝደሊ ኣሎ ዘይደሊ ከ ኣሎ ክብለካስ ካብ ምርዳእ ድዩ ካብ ዘይምርዳእ ኣይደኖ ግን ሓላፍነት ይስከም ዶ እሱ እንድሕር ሓላፍነት ተሰኪሙ ዝያዳ ፅቡቕ እዩ ምክንያቱ እቲ ናይ እቲ መንግስቲ እውን ናቱ ክስታይ ኣለዎ ተረዲእኽኒ ናትካ ክስታይ ሪኡ ናትካ ድሌት ሪኡ ሲ ዝውስኖ ነገራት ኣሎ ሕጂ ኣነ ዝሪኦም ዝበዝሑ እዚኦም ፃዓዱ ዝተፈላለያ መሓዝቱ እያ ዝፈልጠን ኣለዋ ሰባት ማለት እዩ ዓርቢ ቀዳም ሰንበት ምስ ሰቦኦም ድሕር ቀኒዮም እቲ ዝተረፈ ከዓ ምስ ኣዲኦም ማለት እዩ ዝውስኖ ኣሎት መንግስቲ ተረዲኻኒ ግን ኣነ ዝብል ከም ሰላምሲ እሱ ከድሌት ኣለዎ ዶ ሓላፍነት ተሰኪሙ ንደቁ ክገብር ማለት እዩ ኣብ ዝኸኣሉ ናቱ ስታይ ኣለዎ ማለት እዩ

ካብቲ ሕጂ ካብቲ ናትካን ናታን ርክብሲ ክትወጽእ ኣለካ ሕጂ ንኣብነት ናተይን ናይ ሰበይተይን ርክብ ብፍትሒ እንተ ተዛዚሙ ኦኬ ናተይን ናታን ምስ ደቅና ዘለና ርክብ ግን ብፍትሒ ዛዘም ናተይ ኮ ማለት ምስ ደቅካ ትፋትሕ ዲኻ ስትል ዋላ ንብዙሕ ግዜ ክትለጥ ትኽእል ኢኻ ግን ዕግሕ ጌርካ ትምለስ ኢኻ ማለት እዩ እንታይ ግን ዝብል መሲልካ ኣነ ንኣብነት ኣነ ኣብ ደቂ ክሪኦሉ ብዝመፅኹ ብዛዕባ ሓዳርካ ብዛዕባ ፍቕርካ ብዛዕባ ዝተወደእ ነገር ትዛረብ ተደኣ ኮንካ እዚኣ ክትገብር ናብ ኣምጻኡ ክትገፎ ናይ ግድነት እዩ ሕጂ ኣነ እንታይ ምሻሎ ኣነ ኣነ ከምዚ ሓውሲ ሕማም ገለ እዩ ዝብሎ ኣነ ሕጂ ዝኾነ ሰብ ኣይተርእን ኢኻ ማለት ሕሰብ ኣብዚ ሲ ኣነ ዝተፈላለዩ ሰብ ትፈልጥ ብዙሓት ያ ትፈልጥ ኢኻ ኣብዚ ከባቢ ስለ ዘለና ከም ኩሉ ሰብ ኣብ ዓመት ፐርስቴን ኣይወዲ ያለን ድገር ኢሎምስ ህያብ ከተሒሶም ኸዱ ከም ኩሉ ሰብ ከም ኩሉ ሰብ ማለት እዩ ሕጀራይ ኣብ ከምዚ ዓይነት ደረጃ ተበፂሕካስ ዳርጋ ምስ ግዜስ ዋላ እውን ከም ዝወለድካ እውን ትርስዖ ኢኻ ተረዲኻኒ ሕጂ ኣብ ከምዚ ዓይነት ደረጃታት ክበጽሕ ይኽእል እዩ ሕጂ ኣብዚ እዚ እታ ጓል ኣንስተይቲ ድያ ዝያዳ ነቲ ወዲ ተባዕታይ ናብኣ ክትስሕቦ ዘለዋ ንደቂ ደቁ እንታይ ይበሃል ገብር ዋላስ እቲ ወዲ ተባዕታይ በዓሉ ክኸዳ ዘለዎ ሕጂስ ኣብዚ ከመይ ክትሓስበ እዋይ ናይ ንክልቲኦም ልቦና ሓቶም እዩ ይብል ኣነ ከም ሰላም ማለት እዩ ንክልቲኦም ብጣዕሚ ልቦና ዝሓቶም ዝያዳ ከኣ ንውላዶም ምርኣይ ማለት እዩ ሕጂ ንድሕር ክልቲኦም ዝያዳ ንውላዶም ዝርእዩ ኮይኖም ግድን ኣብቲ ኣብቲ ቆልዓ እዮም ክራኸቡ ተረዲእኻኒ ክልቲኦም ድሕር ልቢ ዕብዮም ኣብቲ ቆልዓ ግድን እዮም ክራኸቡ ማለት እዩ ሓንቲ ንሳ ኣነ ክብል ዝኽእል ምክንያቱስ እንድሕር ንስኻ ናይ ውላድካ ሓላፍነት ዘይተሰከምካ እሳ ከዓ ከምኡ ምሽ ኩሉ ግዜ ሲ እንድሕር ሰበይትስ ናቱ ክስታይ ኣለዎ ማት እታ ሰበይቲ ሲ ኩሉ ግዜ ኣብ ውላዳ እንድያ ሞር ክሳይ ኣለዋ ንዓኣ መርክብ ኣለዋ ምክንያቱ ዝያዳ ካብ ማህፀና ባዕላ ስለ ዘውፀት እቲ ውላዳስ ዝያዳ ንሳ ክስታይ ኣለዋ ኮንታክት ኣለዋ ምስቲ ውላዳ ማለት እዩ ሕጂ ንስኻ ታደ ከዓ ዝያዳ ክትደፍኦ ከዓ ትኽእል እያ ምሽ ከምዚ ሓላፍነት ከም ስከም ክትገብሮ ትኽእል እያ ክትሕግዞ ትኽእል እያ ዝያዳ ግን ንሱ ድሌት ከዓ ክህልዎ ኣለዎ ናይ ክልቲኦም ክስታይስ ኣገዳሲ እዩ ልቦና ኣገዳሲ እዩ ይብላኒ ያ ጽቡቅ ኣሎ ከምቲ ዝበልክዮ ባዕሉ ልቦና ድዩ ማለት እቲ ዘገድስ ነገር ሲ እወ ብዛዕባ ውላዶም ዝሓስቡ እንተኾይኖም ክልቲኦም ኣብ ሓደ ሓሳብ ኣለዎ ማለት ብሓደ ሓሳብ ተሃሊኻ ከዓ ኩሉ ግዜ ትሰማማዕ ኢኻ ማለት ምሽ ክልቲኦም ብዛዕባ ውላዶም ተሓሲቦም ጸገም የብሉን ክረዳድኡ ቀሊል እዩ ማለት እዩ እቲ እቦ ብዛዕባ ውላዱ ዘይግደስ ተረዲእኻኒ ከምዚ ያ ወላ ሓንቲ ነገር ቀሊል ነገር ክመስሎ ይኽእል እዩ ንዕኡ ገለ ምሻሎ ከላ ባዕሉ ይፈልጥ እንታይ ገለገለ ዝብል ተኾይኑ እታ ሰበይቲ ወላ ክንዲ ዝደለየ ትድለዮ ክመፅእ ኣይክእልን እዩ ተረዲእኻኒ መይሱ ንዓኣስ ጓህ እዩ በቃ ከምዚ ብዛዕባ ወድኻ ከምዚ ዝበለቶስ ላይ ተጽምኒ እስከ ባዕሉ ይፈልጥ ከላ እስከ ከምዚ ከምኡ ዝብል ሰብ ውሑድ ክኸውን ይኽእል እዩ ግን የጋጥም እዩ ተረዲእኻኒ ክልቲኦም ብማዕረ ሓላፍነት እቲ ተሰኪሞም እታ ኣደ ከዓኒ ማይስ ንኣብነት ሕጂ ትባዳደል ከም ሰብ ወይ ትፈላለ ገለ ምሾ ማለት ሰብኣይ ማራ እንተበዲልዋ ነቲ በደል ከይረኣየ እምነት በደል ከይረኣየ ተረዲእኻኒ ብዛዕባ ወዳ ሓሲባ ማለት እዩ እንታይ ንግበር ብዛዕባ ወድና ወይ ከምዚ ክኸውን ኣለዎ መች ባዕሉ ይፈልጥ ከምዚ እንድዩ ጌሩኒ ወዱ ትበሃል ኣየርእዮን'ዩ ገለ ገለ ዘይኮነሲ ተረዲእኻኒ እቲ ናይ ውሽጣ ኣብ ውሽጣ ገዲፋስ ብዛዕባ ውላድና እንታይ ክንገብር ኣለና ውራይ'ዩ ዘራኽቦም ተረዲእኻኒ ከምቲ ዝበልካዮ ንውላድ ኢሎም መጺኦም ብዛዕባ ካልእ ዝሓስቡ እንተኾይኖም መይሶም ክፈሓፍሑ'ዮም ማለት'ዩ ተረዲእኻኒ እቲ ቆልዓ ዘገድሶ ነገር ከምዝን ከምዝን'ዩ ኣሎ እንታይ ከምዚ እንታይ ክንገብር ኣለና ብኸመይ ክነዕብዮ ኣለና ከምዚ ይኸውን ኣሎ እዚ ይመጽእ ኣሎ ከምዝን ከምዝን ኣብቲ ኣብቲ ዘሰማምዓካ ሓሳብ ጥራይ ክስታይ ትገብር ማለት'ዩ

ጓል ሴትስ ምስ ኩሉ ዝተሃባ ተፈጥራዊ ክእለት ብልሒ ጥበብ ገለ ምስ ኩሉ ነገራት ገለስ ሓሳብ ናይ ወርትዓት ኣይትቀር ትኽእሉ ዶ ኣይትኽእለን ስለዚ ኣብዚ ስከመይ እዩ ናትከ እንታይ ይበሃል እታ ሰበይቲ ጥበኛ እንተ ኮይናስ ሰብኣይስ ደቂ ከም ዘፍቅር ዋላ ንዓዳ የፍቅራ እምበር ደቂ ከም ዘፍቅር ትገብሮስ ከም ትኽእል ኣነ ከምኡ እምነት ኣለኒ እዩ ስለዚ ስከመይ እዩ ኣብዚ እወ ማይዛ ትብላ ዘረኻ ዘረባሲ ሓቂ እያ ማለትሲ ኣነ ይኣምነላ እየ ማለት እዩ ከምዚ እቲኣ ጓል ተደልያ ወይ ድማ እታ ኣደ እንተደልያስ ዘይትቕይሮ ነገር የለን ኢለ ይሓስብ ኩሉ ነገርስ ኣብኣ እዩ ዝምርኮስ ኮይኑ ይስምዓኒ ከምዚ ምሳሉ ንሳስ ጥበበኛ እያ ኣብቲ ሰብኣይ ነቲ ሰብኣይ ብኸመይ ትቕይሮ ወይ ብኸመይ ተምፅኦ ብኸመይ ትመልሶሲ ትፈልጥ እያ ወላ ዓንቲ ወይስ ናይታ ሰናይ ትበሃል ኣብነት የምፃልካ ነይረ ንሳስ ንደቃ ክትብልሲ ምስቲያ ሰበይቱስ መሓዙት ኮይነ ተረዲኻኒ ናብ ካልእ ሰበይቲ እዩ ተመርዕዩ ገለ ተረዲኻኒ ግን ሰብኣይ የገድስ ኣይ ንደቃስ የገድሶም እዩ ንዕኡ ክትብል ዝሕሰቦ ምስታ ዝተመርዓወት ሰበይቲሲ በቃ ኣብ ሓደ ገዛ ኮይነን ደቂ ማይት ንሳ ሕጂ ምስቲ ሰብኣይ ዘራኽብ የብላን ተረዲእኻኒ ተፈላለያ ኦረዲ ካልእ ሰበይቲ ኣምፅኡ ካልእ ቆልዑ ኣምፅኡ ምስታ ዝተመርዓዋ ሰበይትን ደቁን ግን ማዕረ በቃ ከምዚ መሓዙት ኮይነን በቃ ተረዲእኻኒ እዚ ሕጂ እንታይ ንደቃ ክትብል ዝኸፈለቶ ነገር እዩ ማለት እዩ ወላ እቲ ሰብኣይ ወላ ከይደለየ ኩላ እያ ክስታይ ጌር ኣምፅኣቶ ማለት እዩ ተረዲእኻኒ ምስቲ ሰብኣይ ኮንታት ናገበረት ምስቶም ቆልዑ ኮንታት ናገበረት ነታ ሰበይቲ ኮላይሲ ናብኡ ኣምፅኣታ ሕጅስ ሰበይቲ እንተደልያ ዘይትቕይሮ ነገር የለን ይብል ኣነ። ስለምንታይ ድኣ እሞ ድቅያት ማለትሲ ሕጂ እንታይ እዩ እንታይ እዩ ዝኸውን መሲልካ ሕጂ ትርኢ ኢኻ ሕጂስ ዋይ እዩ ዘይቀየር ሕጂ ንኣብነት እዚ ንኣምኖ እንተ ደኣ ኮይና ተረዲኻኒ ዋላ ከምዚ እዚሲ ከም ብክሳይ ጥራይ ድዩ ንኣምኖ ዘይኮናስ ዝሰርሕ ኢልና እንተ ደኣ ኣቢልና እቲ ጥበብሲ እቲ ደቂ ኣንስትዮ ብግቡእ ስለዘይጥቀማሉ ድዩ ዝጠፍእ ደሎ ዋላስ እቶም ደቂ ተባዕትዮ ነቲ ጥበብ ናይ ደቂ ኣንስትዮ ስለዘይቅበልዎ እዮም ዘይኮነሲ እዚ ክትገብር እኮ ንቕሓት የድልየካ ተረዲእኻኒ ፍልጠት የድልየካ ሕጂ ንሕናሲ ከምዚ ነዚ ክንገብር ተኾይናሲ ከምዚ ካብቲ ኩሉ ነገር ወፂናስ ማየት ምሽ ክንፈልጥ ኣለና ክንነቅሕ ኣለና ብዛዕባ ዝኾነ ነገር ማለት እዩ ተረዲኻኒ ከምዚ ከምዚ ትቕይር ትኽእል እያ ጥራይ ስለ ዝበልካስ ብምንታይ ከም ትቕይር ክትፈልጥ ኣለካ ተረዲኻኒ እታ ጓል ኣንስተይትስ ብምንታይ እያ ነቲ ወዲ ተባዕታይ ትቕይሮ እንታይ እንተገይራ እያ ነቲ ወዲ ተባዕታይ ትቕይሮ ገለሲ ኩሉ ነገርስ ክንፈልጦ ኣለና ስለ እታ ቃል ጥራይ ዝፍለጥናዮ ዘይኮነሲ ኣብ ብተግባር ከኣ ክንፈልጦ ኣለና ጽቡቅ ጌርና ንሓደ ወድስ ከመይ ጌራ ማይስ ንኣብነት ሕጂሲ ሓንቲ ጓል ንሓደ ወዲ ካብ ፍቅሪ ንክትሓቶስ ከም ዝሓታ ክትገብርስ እንታይ ትገብርስ ትፈልጥ እያ ተረዲእካኒ ከመይ ጌራ ከም ዝሓታ ትገብሮ ገለስ ኩሉ ነገርሲ ትፈልጦ እያ ትገብሮ ኣክሽና ድዩ ኩሉ ነገር ኣብ ሓዳር ወይ ድማ ኣብ ሰብኣይ ንምምጻእ ከኣ ልክዕ ከምኡ እዩ እንታይ ክትገብር ኣለዋ? ገለስ ካብቲ ጽልኢ፣ ካብቲ ቅርሕንቲ ወይ ካብቲ ኣነነት ወጺኣሲ ከመይ ጌራ ንዕኡ ከተምጽኦ ከም ዘለዋሲ ክትሓስብ ኣለዋ። ብኸመይ መንገዲ? ማይስ ዓርካ እንተ ነይሩ ወይ ሰብኣያ እንተ ነይሩ ኩሉ ነገር ናቱ ትፈልጦ እያ። ተረዲእካኒ? ኩሉ ናቱሲ ትፈልጦ እያ። ሕጅስ ብኸመይ ንዓኣ ናብኣ ከተምጽኦ ትኽእልሲ ኣይጠፍኣን እዩ ንዓኣ።
ኣብዚኣ ሕጂ ዝተፈለየት እዚ ርእቶ ኣላትና ንዓይ እንታይ እየ ዝመስለኩም ኣብዚ ዘለናዮ ንሕና እዞም ጀነሬሽን ማለት እዩ እዞም ብፍላይ ከዓ ኣብ ስደት ዘለና ብዙሕ ነገር ኣሎ ዝጎድለና ቀዳማይ ነገር ኣነ ኣደ ምሽ ኮይኑ ኣለኹ ኣብ ኤሮጳ ንዓይ ግን ብዙሕ ነገር ኣሎ ዝጎድለኒ ምክንያቱ ኣደይ የላን ኣብ ጎድነይ እታ ኣደይ እንድሕር ኣላ ኣብ ጎድነይ ግን ሓምሳ ፐርሰንት ትሽፍነለይ ክብለካ ሕጂ እዛ ጓለይ እዚ ከምዚ ከምዚ ዝግበር ሽሕ ግዜ ተሌፎን ክድውለላ እንዴ ከምዚ ከምዚ ግን ሙሉእ ኣብ ጎድነይ ኮይና ትገብሮ ነገራትን ካብኣ ተፈልየ ዝገብሮ ነገራትን ብዙሕ ነገር ኣሎ ሕጂ እቲ እንዳ መሃራና ዝመጽእ ነገራት ኣሎ ኣብ ኣዴታትና ሲ ሓፍተይ ሕጂ ኣነ ኣብ ኤርትራ ምዕባየ ዝተመርዓወት ነይራ እቲ ቀዳማይ ቆልዓ ኣብ ገዛና ወሊዳቶ ገለ ብዙሕ ነገር ነይሩ ዝርኦ ማለት እዩ ምሽ ኣብ ጎድና ኮይናስ ብዙሕ ነገር ትገብረላ ከም ዝነበረትሲ ይዝክሮ ማለት እዩ። ሕጂ ዝጎድለና ነገራት ኣሎ፣ ሙሉኣት ክንከውን ኣይንኽእልን ኢና። ምሽ ብዓብዩ ብዓብዩ ካብ ስድራና ምፍላይና ገለ ነገር ኣሎ ኣብ ርእስና፣ እሱ ብዓብዩ ከኣ እቲ ዝመጻናዮ ኣመጻጽኣ ማለት እዩ ቁሩብ ከቢድ እዩ ተረዲኻኒ። ስለዚ ከም ሰላም ኣነ ዝብሎ ነገራት ምሽ ከምዚ እቲ ሃጓፍና ተመላሊና ደኣ ዝያዳ ምሽ ንኽንቀራረብ ደኣ ክንገብር ኣለና እምበር፣ ከምዚ ኣብ ክልቲኡ ወገን ሲ ኣሎ ጸገም ተረዲእኻኒ ግን እንታይ እዩ ነታ ከመደ ከኣ ከመደስ ብዙሕ ኣሎ ኣብዚ ዝጎድለና ክምልኣልና ዝግብኦ ማለት እዩ ብዓቢኡ እቲ ናይ ፋሚሊ ነገራት ማለት እዩ ስለዚ ትቃለስ እያ ዘላ እታ ጓል ኣንስተይቲ ኣደ ክትከውን ከምቲ ኣዲኣ ኣብ ኤርትራ ዝነበረቶ ወይ ከኣ ከምቲ ኣዴታትና ከምእን ክትከውንስ ትቃለስ እያ ዘላ እታ ደላይት ማለት እዩ እታ ትደልዮ ነገር እነዚ ናይ ኣዴታት ነገርሲ ምሽ ከምዚ ብፍላይ ከኣ እዘን ዝወለድና ማለት እዩ ኩላትናስ ንፍትን ኢና ዘለና ከምኤን ክንከውን ማለት እዩ ብዙሕ ነገር ኣሎ ሕጂ ካብኡ ክሳብ ዝረሓቕና ሕሰብ ክልተ ነገር ኢና ንገብር ዘለና ባህልናን ባህሊ ናይዚ ዓድን ነቲ ሕብረተሰብ ናይዚ ዓዲ ተላሊና ቋንቋ ቁሩብ ሒዝና ገለ ንቃለስ ኣለና በቲ ከዓ እቲ ባህልና ከይነጥፍእ ቋንቋና ከይነጥፍእ ከዓኒ ንደቅና ከዓኒ ኣብነት ክንኮኖም ሒኽ ንብላ ኣለና ሕጂ ኣብ ልዕሊኡ ሓደ ፀገም ይመፀካ ምፍልላይ ዝበሃል ማለት እዩ። እቲ ምፍልላይ ምስ መጸ እቲ ዘሎ ብድሓር ዝገደፍካዮ ብዙሕ ጸገም ኣለካ እቲ ክምልኣልካ ዝግብኦ። ወለዱ እውን እኮ የቀራርቡኻ እዮም ኣነ ዝሪኦ ማለት እዩ። ዕብዚ ማለት እዩ ኣብኡ ግን ኣብ ኤርትራ ግን የቀራርብካ እዮም ወለድኻ እውን ኪዲ ኢሎም ኣደይ ሕጂ ትብለኒ ቀደምሲ ዝኾነ ነገር ትኾይነ ኪዲ ከይትሓድሪ ብገዛ ምስ ኣዴኻ ከይትሓድሪ ኪዲ ኢሉስ ናብ ሰብኣይ ይሰደኒ ነይሩ ትብለካ ሕጂ ሕጅስ

ካልእ ሰብኣይ ተሐዚያ ወይ ካልእ ዓርክስ ተሐዚያ ተረዲእኽኒ ንዑ ንኸተምጽኦ ወይ ንዑ ንኸትእንግዶ ከማን ዘይጸገማስ ነቲ ኣቦ ደቃ ከምዚ ናብ ደቃ ምምጻእስ ከመይ ይጸገማ።
ያ እሞ ኣብኡ እኳ ይቲተይ ዘሎ ይርዳእኒ እኮ ኣሎ ግን እንታይ እዩ እቲ ጸገማት ኣብ ኩላትና እዩ ዘሎ ማለት እያ ሕጂ ከምዚ ያ እታ ሰበይቲ ክትገብሮ ዝግባኣ ነገራት ኣሎ እንዲዩ ሕጂ ብዓቕምናስ እቲ ክግበር ዝግብኦ ንገብር ኢና ማለት እዩ ብወገን ናይ ደቂ ተባዕትዮ ከኣ ከምኡ ማለት እዩ ሕጂ ኣሎ እኮ ሕማቅ ጓል ኣላ ሕማቅ ወዲ ኣሎ ንፍዑ ከምዚ ሰባት ሲ ብባህሪና ዝተፈ ፍልልይ ኣለና ካብ ቡዙሓት ክሳብ ዝመጻእናስ ቡዙሕ ባህርያት ከኣ ኣለና ማለት እዩ ሕጂ እቲ ዝበዝሐ ሚእታዊት ግን ዝሪኦ ኣነ ኣብዚ ሕጂ ዝወልድ ብፍላይ ኣብዚ ኤሮጳ ብዝተካእለ መጠን እቲ ክገብሮ ዝግብኦ ክገብር ኢሉ ዝቃለስ እዩ ውሑድ ተዘይ ኮይኑ እቲ ምሽ ከምዚ ዘድሓርሕር ማለት እዩ ኮይኑ ይስምዓኒ። ያ እንታይ ድዩ ሕጂ ንዓይ ከም ዝርዳእ እንታይ መሲልኪ ዝያዳ እቲ ቆልዓስ ብዛዕባኻ ኢኻ ትካታዕ ከምኡ ኮይኑ ዝርዳእና ኣነ ከምዚ ንኣብነት ሕጂ ብዛዕባ ቆልዓ ክዛረብ ተደኣ ኮንካ ማለት ሕሰቢ ኣቦን ኣደን ብዛዕባ ሓደ ቆልዓ ይዛረቡ ተላልየብሲ ዝኾነ ትብኣት ክደ ይብሎ ምክንያቱ እቲ ቆልዓስ ፓምፐር ግዝአሉ ክትመጾ ኣለካ ካብ ባዕሉ እዚስ ኣይበዕሰካን ኢለ ኣይትሓስባን ግን ንስኻ ናይ ውሽኻ ቃርሕንቲ ምሽ ኣለካ መዓት ምሽ ኣለካ ገላግዲፍካ ተፋትሐካ ምሽ መዓት ሕጂ ምስ ተመለስካ እንታይ ትገብር ንዑ ኢኻ ዝዝክሮ ክንዲ ብዛዕባ ቆልዓ ተዘራሪብካ መዕለብ ትገብርሉ ስታት የጋጥም መስለኒ ሽዑ ከም ካልኣይ ከዓ እንታይ ስጋ ከምዚ ሰላም ሕጭበቕቲ ክሳይ ተዛረብ ነርግስ ኩሉ ሰብሲ ኣደ ንምዃኑ ይፅዕር ሓንቲ ኣደስ መዓስ ኣደ ትኸውን ማለት ሓንቲ ኣህና ሕጂ ሕጂ እንታይ ይባሃል ኣሎ ፍልልይ ኣለዎ ድዩ ሓንቲ ኣደ ሲ መዓስ ኣደ ትኸውን ያ ሕጂ ወሊድካ ማለት ሲ ሕጂ ኣደ ኮይንካ እንዲኻ ግን ኣደ ሙሉእ ሙሉእነት ክኸውን ተኮይኑ ከዓስ እቲ ኣተዓባብያ ብቆልዓስ እንዳተማሃርካ ኢኻ ትኸይድ ምኽንያቱ ቆልዓ ወዲ ሓደ ዓመት ተኾይኑ ክሳብ ወዲ ሓደ ዓመት ተሕልፎ ነገራት ኣሎ ወዲ ክልተ ዓመት ኮይኑ ሕጂ እንድሕር ሓሚሙ ኣብዚ ኣትየ ዘይብለካ ኮይኑ ቆልዓሲ መጀመርያ ብፍላይ እተን ዘለዋ ሰለስተ ወርሒ እቲ ባህርያት ከተጽንዕቁ የጸግመካ እዩ ናይ ቆልዓ ከምዚ ቀጨውጨው ቢል ኣብ ምንታይ እዩ እንታይ ይኹን ሕጂ

ወይ ስለ ቆልዓ ዘውጸኻ ጥራይ ኣደ ኮንካ ማለት ኣይኮን ኣነ ኩሉ ግዜ ጻዕረይ ኣደ ንምዃን ኣደ ኣደ በዓል ደኣ ከማን ምሻሎ ከምዚ ኣብነታዊት ኣደ ንምዃን እዩ ጻዕረይ ኩሉ ግዜ ማለት እዩ ተረዲኻኒ ሕጂ ኣነ ኣበይ እዩ ዝሪኦ መሲልካ ንጓለይ ኣብ ሕጂ ኮንኩን ዝሪኣ ሕጂ ምናልባት ተረዲኻኒ ከምዚ ክመልካ ይኽእል እየ ክመልካ ይኽእል እየ ማለት ክእዝዛ ይኽእል እየ ዝኾነ ነገር ብናተይ ኩሉ ነገር ክትከይድ ትኽእል እያ ገለ ይሓስብ ኣነ ከም ትዕግስቲ ሲ ከመይ ዓይነት ቆልዓ ከዕቢ ኢለ ይሓስብ ቆልዓ ዓሰርተ ሸሞንተ ገለ ምስ ኩነሲ ከመይ ዓይነት ቆልዓ ኢኻ መሽ ከምኡ እየ ዝሓስብ ኣነ ሕጂ ሕጂ ገለ ኣይኮንኩን ዝሓስብ ሕጂ ደኣ ስለ ትሰምዓኒ ስለ ትእዘዘኒ በታ ኣነ ዝደልዮ ክትከይድ ትኽእል እያ ተረዲእኻኒ ወላ እቲ ኣተሓሳስባ ገለ ናይ ቆልዓ ስለ ዘሎ ክመልኮ ይኽእል እየ ተረዲእኻኒ እንዳ ዓበየት ምስ ከደት ከመይ ዓይነት ርእሲ እዩ ክህልዋ ወይ ከመይ ዓይነት ስነ ስርዓት እዩ ክህልዋ ከመይ ዓይነት ኤልሃና እያ ክትከውን ኢለ ይሓስብ ተረዲኻኒ ሕጂ ኣደ ከምዚ ምሽ ከምዚ ቡቅ ኣደ ዝባሃል ነገር የለን ኩሉ ግዜስ ኣደ ንምዃን ኢኻ ትጽዕር ምናልባት ኣደ ኮይነ እየ ትብለሉ እቲ ሰብ ክንዲ ሰብ ኣኺሉ ናቱ ሂወት ምጀም ምስ መርሐ ገለ ዶ ይኸውን ምናልባት ግን ኣነ ኩሉ ግዜስ ኣደ ንምዃን እየ ጻዕረይ ኣደ እየ ብቐዕ ብፍላይ ትብለኒ። ከኣ ኣብ ስደት ኮሊፈኪ እምበር ቲተይ ሶሪ ኣብ ስደት ሲ ዳኒ ሓወይ ከምዚ ከም ዝበልኩኻ ሕጂ ማለት እዩ ምስ ክሳብ ካብቲ ሕብረተሰብ ናትና ባህልና ገለ ብዙሕ ወጺና ሰጋብ ክሳብ ዘለናሲ ዝያዳ እቲ ንፈልጦ ክነፍልጦም ኢና ንጎይ ንውላድና ማለት እዩ ሕጂ ክተፍልጦም እንድሕር ትጎይ ኣለካ ከዓኒ ኣብዚ ከ ኣለካ ናይዞም ዓዲ ካልቹር ከ ኣለካ ማለት እዩ እሱ እንዳተማሃሮ በቲ ናትካ ሕጂ ዝያዳስ እንዳዕበኻ ኢኻ ንስኻ ንዕኦም እንዳዕበኻዮም ንስኻ ከዓ እንዳዕበኻ ኢኻ ትዓቢ ብራ ኣዶ ኮይንካ ኣለኻ ወሊድካ ኣዶ ኮይንካ ኣለኻ ግን ዝያዳ እንዳተምሃርካ እንዳተመሃሃርካ ኢኻ ትኸይድ ማለት እዩ ግን ኣይ ቲንክ ሶ ከምዚ ኣደ ኮይነ እየ ትለሉሲ እቶም ቆልዑ ክንዲ ሰብ ኣኺሎም እቲ ናቶም ውፅኢት ክትሪኦ ከለካ ኢኻ እስኻ ኣደ ከመይ ዓይነት ኣደ ምዃንካ ተረጋግፅ ኮይኑ ይስማዓኒ ኣነ እታ ዘዕበኻ ቆልዓሲ ኣብነት ኤታ ናብ ጓለይሲ ኣብቲ ናይ መወዳእታ ነገር ተረዲኻኒ ኣብቲ ክንዲ ሰብ ኣኺላሲ ከመይ ዓይነት ናይ ኩሉ ነገር ደረጃታታ ማለት እዩ ኣብቲ ብቕዓታ ናታ ርእየስ ከመይ ዓይነት ኣደ ምንባረይ ወይ ከመይ ዓይነት ኣደ ምዃነይ ክፈልጥ ይኽእል ኢለ ይኣምን ኣነ ማለት እዩ ተረዲኻኒ ምስ ዓበየት ንሰብ ምስ ኣኸለትሲ

ሰብነት ናይ ወዲ ሰብ ብዛዕባ ጥንሲ፣ ብዛዕባ ሕርሲ፣ ብዛዕባ ቆልዑ ተዓባቢያ፣ ብዛዕባ ዝምድና፣ ኮታት ብዛዕባ ዝተፈለለየ ነገራት ምስ ኣከባቢናን ኣብቲ እንነብረሉ ዓድን ብፕሮፌሽናላት ዝተሰርሐ ብከማና ኤርትራውያን ድማ ብመፅናዕቲ ዝተሰርሐ ጌም ሰሪሓትኩም ኣላ ሽኮረይ ጌም ዳውንሎድ ምግባር ዝተፈላለዩ ሓበሬታ ትወስዱ ብክምና ንሓትት ሽኮረይ ኣብ ኢንስታግራም ሽኮረይ ዝብል ፔጅ ኣለዋ ኣብ ዩቱብ ከምኡ ድማ ኣብ ስፖርትፋይ ኣብ ዝተፈላለየ ፖድካስት ዝኾነ ሰብ ድማ ነዚ ኣርእስቲ እዚ ብዛዕባ ርእሲ እዚ ክዘራረብ ምስ ዝደሊ ወይ ድማ ኣብዚ ናትና ፖድካስት ከም ዕዱም መፅኡ ናቱ ኣገዳሲ ሓበሬታ ንሕዋቱ ከም ዝደሊ እንትርኣልዩ ሽኮረይ ኢንስታግራም ፌስቡክ ብዝተፈላለዩ ነገራት ማለት እዩ ክትረኽቡና ትኽእሉ ኢኹም ስለዚ ኣብ ቀጻሊ ዕልባና ኹኑ ብተስፋ ንሕበር ዝኾነ ጌጋ ርእቶ ገለ እንተ ሃልዩካ ክትብና ትኽእሉ ኢኹም ሽኮረይ ፖድካስት ከምኡ ድማ ሽኮረይ ገም ይኹን ምርጫኹም ባባይ ሽኮረይ ንሽኮሪናታት